ሰላም ሰላም ኤቭሪባዲ ሰላም ዲኩም ከመይ ጸኒሕኩም ከመይ ውዒልኩም ከመይ ቀኒኩም ወልካም ባክ ቱ ማይ ቻነል ወልካም ባክ ትዘቲ ሎማዓንቲ ሻሂ እዩ ቡን የለን ዕጣን ስለ ዘየለ ቡን ሒዘ መጻኹን ማለት እዩ ሰላም ዲሕዋቴ ማዓረይ ከመይ ውዒልኩም ወልካም ባክ ቱ ማይ ቻነል ሎማዕቲ ሓዳሽ ኣርእስቲ ሒዘልኩም መጽየ ኣለኹ ብጣዕሚ ትጠቅም ኣርእስቲ ሒዘልኩም መጽየ ኣለኹ ቅድሚኡ ግን ሓደሽቲ እንድሕር ኮንኩም ነዚ ቪድዮ ሳብስክራይብ ግበሩ ብዛዕባ ለበል ኣፕ ብዛዕባ ግሎው ኣፕ ብዛዕባ ኤቭሪቲንግ ጽቡቕ ነገር እዩ ኣብዚ ናተይ ቻነል ሒዘ ዝመጽእ ማለት እዩ ስለዚ ሓደሽቲ ኮንኩም ሳብስክራይብ ግበሩ ነቲኦም ናትና ሳብስክራይበራት ኦልሬዲ ናትና ቤተሰብ ናትና ፋሚሊ ዝኾንኩም ኣብዚ ዩቱብ ከዓ ላይክ ኣይትሕመቑ ኢኹም ላይክ ሃብዎ ነዚ ቪድዮ ጥውቕ ኣብልዎ ማለት እዩ ነቲ ከምዚኣ ትብል ዘላ ጥውቅ ኣብልዋ ምንም ንዓኹም ኣይጎድለኩምን ንዓና ግን እንታይ ናብ ብዙሕ ሰብ ክኸይድ እቲ ቪድዮ እንታይ ይሕግዘና ጠቃሚ ቪድዮ ስለ ዝኾነ ማለት እዩ ኦከይ ሰላም ድዩ ኩሉ ፖስተ ድዩ ሎማዓንቲ ሻሂ ሒዘ መጽየ ዘለኹ ግሪን ቲ እየ ሒዘ መጽየ ዘለኹ ሎማዓንቲ ስለዚ ብግሪንትና ጌርና ክነዕልል ኢና ሎማዓንቲ ማለት እዩ ሓደ ሓደ ግዜ ኣገዳሲ እዩ ኩሉ ግዜ ቡና ግዜኻ ተቐትለልኩም ኣላ እዛ ቡና ቡና ከቃርር ኣብኡ ቡና ከቃርር ክስታይ ግዜ ወስደልኩም ኣለኹ ሓቀይ ዶ ስለዚ ሓደ ሓደ ግዜ ሳምታይምስ ፅቡቕ እዩ ሻሂ ጥራሕ ምስታይ ማለት እዩ ንጥዕናይ ከዓ ፅቡቕ ሄረ ሓፍትኹም ብጥዕና መታን ክትፀንሕ ንነዊሕ ዓመት ቡና ቡና ሕርር ሕርር ኣቢልኩም ብዚ ዕድሚኣ ክስታይ ከይትገብሩ ኣሕዋት እዮም ዓለ ሰላም ዲኹም ከ ሎማዓንቲ ሓዳሽ ኣርእስቲ ሒዘ መፅኦ ዘለኹ ብጣዕሚ ኢምፖርታንት ዝኾነት ኣርእስቲ እያ ብፍላይ ማለት እዩ ንወዲ ይኹን ንጓል ኣይትበል እቲኣ ሎማዓንቲ ሒዘያ መፂእ ዘለኹ ንወዲ ይኹን ንጓል ይኹን ማለት እዩ ንኹላትና ስፔሻሊ ግን ንደቂ ኣንስትዮ ብዛዕባ ናትና ኣፔራንስ ብጣዕሚ ናትና ብደጋዊ ፅባቐሲ ማዕረ ክንደይ ኣገዳሲ እዩ ክንዛረብ ኢና ኣይ ኖው ኣይ ኖው እዚ ኣርእስቲ እዚ ክንደይ ግዜ ተዛሪበሉ ኣለኹ ግን ኣገዳሲ እዩ ብጣዕሚ እዩ ኣገዳሲ ብፍላይ ከም ደቂ ኣንስትዮ መጠን ብጣዕሚ እዩ ኣገዳሲ እንድሕር ናብ ሂወትክን ሃይ ቫልዩ ዝኾነ ወዲ ተባዕታይ ኣትራክ ክትገብራ እንድሕር ደሊኽን ብገንዘብ ድዩ ድልዱል ብኩሉ ነገር ድዩ ድልዱል ኩሉ ነገር ማለት እዩ ሃይ ቫልዩ ዝበሃል ወዲ ተባዕታይ ናብ ሂወትክን ክትዕድማ እንድሕር ኮንክን እዚኦም ሳክት ጨጉሮም ዝጠውዩ ስእሎም ትሩፋታት ዘይኮነ ንዓኽን ዘናብረክን ንዓኽን ዘፍቅረክን ንዓኽን ዘኽብረክን ንቤተሰብክን ዘኽብር ብኹሉ ማለት እዩ ፊዚካል ኾነ ደጋዊ ኾነ ውሽጣዊ ኾነ ብገንዘብ ኮነ ብፅባቕ ኾነ ብኹሉ ሙሉእ ዝኾነ ሙሉእ ሰብ የለን ድዩ ግን ከምቲ ልክዕ ንስኽን ትብህግኦ ወዲ ተባዕታይ ኣብ ሂወትክን ክትስሕባ እንድሕር ደሊኽን ወይ ከተምፅኣ እንድሕር ደሊኽን ንስኽን ትገብሮ ግደ ከዓ ኣሎ ሎማዓንቲ ማለት እዩ ስለዚ ሓደ ሓደ ክንብል ኢና ብዛዕባ እዚ ጉዳይ እዚ ማለት እዩ መቸም ኣብ ሕብረተሰብና እንታይ እንዳተባሂልና ናዓቢና መሲልኩም ኣይ ደሓን ጓል ኣንስተይቲ ልቢ ጥራሕ ይሃልዋ ትሕትና ንምንታይ እዮም ከምኡ ዝብሉ መሲልኩም ትሕትና ጥራሕ ይሃልዋ ገለመለታት ዝብሉ ንምንታይ እዮም መሲልኩም እንድሕር ጽብቕቲ ኮይና ሓንቲ ጓል ኣንስተይቲ ሓዳር ኣይትገብርያን እዮም ዝብሉ ጽብቕቲ እንድሕር ኮይና ጓል ኣንስተይቲ መልክዐኛ ኣበረኛ ዝበሃል ኣሎ ኣብ ዓድና ማለት እዩ ወይ ከዓ ነብስኻ እንድሕር ኣልዒላስ በቃ ምሻሎ ሓንቲ ጓል ኣንስተይቲ ትሕት ኢላ ድብርብር ኢላ ገለመለታት ብፍላይ ተተመሪዓ ገለ ትሕት ኢላ ድብርብር ኢላ ነቶም ቤተሰቡ መሲላ ንዕኡ በሲላ ገለ እያ ክትከድ ክትከይት ዝደልዩ ትሕት ኢላ በቃ ምሻሎ ጓል ኣንስተይቲ ትፈልጥዎ ኢኹም ጓል ኣንስተይቲ ኣብ ዓድና ዘይ ከመይ ዓይነት ብጣዕሚ ትሑት ቦታ ኣለና ኣብ ሕብረተሰብና ማለት እዩ ጓል ኣንስተይቲ ማለት በቃ ተገዛኢት ናይ ወዲ ተባዕታይ ጓል ኣንስተይቲ ማለት ዋላ ሓንቲ ክብሪ ዘይግብኣ ኣብ ድኳ ኮፍ ትብል ኣብ ክሽነ ኮይና ትበልዕ ተረፍ ዝግብኣ እዚ እዚ ሓቀይ ዶ ስለዚ ኣብዚ ሕጂ ዘለናዮ ክፍለ ዘመን ግን ከምኡ ከምኡ ዝብሃል የለን ማለት እዩ ኩሉ ማዕርነት እዩ ኩላትና ማዕረ እና ወዲ ይኹን ጓል ይኹን ማዕርነት እዩ ማለት እዩ ስለዚ ከመይ እቲ ንዓኺ ዝግበእክን ወዲ ተባዕታይ ከመይ እቲ ናይ ሕልምኽን ወዲ ተባዕታይ እንድሕር ክትስሕባ እንድሕር ኮይንክን ንሕዋተይ ማዓረይ ኣብ ነብስኽን ኢንቨስት ክትገብራ ክትክእላ ኣለክን ነብስኽን ከተልዕላ ክትክእላ ኣለክን ኣይ ካኖት ሰይ ዚስ ኢናፍ ከም ነብስኻ ዝመሰልካዮ ከም ንስኻ ዝመሰልካዮ ኢኻ ንሓደ ወዲ ንሓደ ወዲ ሰብ ትስሕብ ማለት እዩ ሓደ ስቂልካ ገፈፈፍ ትብሊ ነብሲ ከይተልዕሊ ገለመለ ገለ ገርፋፍ እንድሕር ኮንኪ ገርፋፍ ዝኾነ ወዲ ተባዕታይ ተምፂ ማለት እዩ ኣይ ዶንት ኖ ኣብ ሂወትኪ ከም ዓይነት ላይፍ ትምነይ እንድሕር ኮንኪ ሓደ ስቂሉ ወዲ ጥራሕ ወዲ ጥራሕ ስረ ይዕጠቕ ጥራሕ እምበር ብዘይገድስ ከም ዝኾነ ይኹን ትብላ ደቂ ኣንስትዮ ተለኽን እዚ ቪድዮ ንዓኽን ኣይግባእን እዩ እዚ ቪድዮ ግን ንመን እዩ እቲኤን ሃይ ቫሊው ዝኾንክንጎ ደቂ ኣንስትዮ ነብስኽን ተኽብራ ነብስኽን ትፈትዋ ኣነ ጽቡቅ ናብራ እዩ ዝግበእኒ ኣነ ጽቡቅ ዝኾነ ሰብኣይ እዩ ዝግበእኒ ኣነ ሃይ ኳሊቲ ዝኾነ ሰብኣይ እዩ ዝግበእኒ ትብላ ደቂ ኣንስትዮ ጥራሕ ነዛ ቪድዮ ረኣያ ምኽንያቱ ኩላትና ደቂ ኣንስትዮ ሓደ ዓይነት ድሌት የብልናን ገለገለ ኣለዋ ዋላ ጥራሕ ይውለድ እምበር ዋላ ካብ ጽርግያ ዝሓልፍ ይኹን ዝብላ ደቂ ኣንስትዮ ኣለዋ እየን የስ የስ ኣለዋ እየን ኣሕዋት መዓረይ እንታይ ይብላ በቃ ዕድሜኤን በቃ ንእሽተ ይሕለፍ እንተልወን በቃ ካብ ዝኾነ ይኹን እምበር በቃ ውላድ ዝደሊ ዝብላ ኣለዋ እየን ገለ ከዓ እንታይ ኣለዋ ዋላ ዝወፀን ዘይብለን ብኩሉ ነገር ከዓ እቲ ናተን ድልየት እንታይ ይገብርኦ በቃ ብጣዕሚ ሊሚት ይገብርኦ ማለት እዩ ወዲ ጥራሕ ይኹን ስረ ዝዓጠቀ ጠልጠል ዘለዎ ጥራሕ ይኹን እምበር ብዘይገድስ ዝብላ ደቂ ኣንስትዮ እዚአን ከምዚ ዓይነት ሜንታሊቲ ዘለክን ደቂ ኣንስትዮ ነዚ ቪድዮ ኣይትረኣየኦ ምክንያቱ ንዓኽን ኣይምልከትን እዩ ማለት እዩ ኦኬ እዚ ቪድዮ ዝምልከት ንሃይ ቫልዩ ወዲ ተባዕታይ ዝደልያ ደቂ ኣንስትዮ እዩ ንዕነ ናባይ ቅረባ ንስኻትክን ማለት እዩ ኦኬ መጀመርያ ሃይ ቫልዩ ዝኾነ ወዲ ተባዕታይ ክትስሕቢ እንድሕር ኮንኪ መጀመርያ ዘጻድፍ ነገር የብልክን ሓቢብቲ ጸደፍደፍ የለን ሓንቲ ስለ ዝተመርዐወት ሓንቲ ሓሙሽተ ቆልዓ ስለ ዝወለደት ሓንቲ ሰለስተ ቆልዓ ስለ ዝወለደት መተዓብይተይ ነበረት ዶ ምትሃ መ- መማህርተይ ዝነበረት ከምዚ ኮይና ገዲፋት ንንሳ ተመርዕያ ገለ መለ ገለ መርዓ ምውላድ ቆልዓ ገለ ጎል ኣይኮነን ሓቢብቲ እዚ ጎል ኣይኮነን ከምዚ ምሻሎ ዓቢ ኣቺቭመንት ኣይኮነን you know what ዓቢ ኣቺቭመንት is ዓቢ ኣቺቭመንት ንሓንቲ መሓዛኺ እ፣ ኣክንዲ ንሳ ስለ ዝተመርዐወት ም- ንስኺ ከዓ በቃ ክትምርዐው ተመሪዓት ኣእ ተመርዕያ ጥራሕ ንክትብሃሊ ሓደ ገርፋፍ ኣምጺኪ ሂወትኪ ምሉእ ካብ ተባላሽዊ ይብለኪ ኣለኩ ግዜ ውሰድያ እቲኣ ሃይ ቫልዩ ትብሃል ጓል ኣንስተይቲ እንታይ ኣመሲልኩም ወዲ ስለ ተሓዘ ሓተታ ኣይትምርዐዎን እያ ወዲ ስለ ዝረከበት ኣይትምርዐዎን እያ ወዲ ስለ ዝረከበት ምስኡ ዴት ኣይትገብርን እያ እንታይ ሃይ ቫልዩ ዝብሃል ትብሃል ጓል ኣንስተይቲ ሃይ ዝኾነ ስታንዳር እዩ ዘለዋ ምስቲ ናታ ስታንዳር ዝኸይድ ወዲ ተባዕታይ ክሳብ ትረክብ እንታይ ትገብር ግራውንድድ ኮይና ንነብሳ ስነ ስርዓት ጌራ ንነብሳ ቁርጥጥ ኣቢላ እንታይ ትገብር ስነ ስርዓት ጌራ ትጸንሕ ክሳብቲ ንዓኣ ዝመስላ ወዲ ተባዕታይ ትረክብ እንታይ ትገብር መሲልክን ኤዲኬሽን ፉል ትገብር ኩሉ ነገር ትምህርታ ድዩ ነብሳ ድዩ ገዛኣ ድዩ ኣክንዲ ንቲ ወዲ ተባዕታይ ምስ ተመርዐወት በቃ ክሓልፈለይ ኢላ በቃ እቲ ወዲ እቲ ሂወታ ሲ ኣብ ወዲ ተባዕታይ ዝተሞርከሰ ዘይኮነስ ብነብሳ ብዘይ ወዲ ተባዕታይ ሂወታ ምልእቲ ምዃና እያ ትፈልጥ ማለት እዩ ሂወታ ንውልቃ ማለት እዩ ንውልቃ ካብ መዓልቲ ናብ መዓልቲ ሂወታ ከተመሓይሽ ብውልቃ ማለት እዩ ብዛዕባ ብዘይ ወዲ ምሕሳብ ብዘይ ሓዳር ምሕሳብ ማለት እዩ ክሳብ እቲ ንዓኣ ዝመስላ ወዲ ተባዕታይ ክሳብ ትረክብ ማንም ሓደ ዓፋፍ መጺኡ ተመርዐወኒ ስለ ዝብላ እቲ ናታ ስታንዳር ምስቲ ወዲ ተባዕታይ ዘይከይድ እንድሕር ኮይኑ ሕራይ ኣይትብልን እያ ምኽንያቱ ንሳ መርዓ ዘይኮነ ጎል ናታ እንታይ እዩ ኣብ ሂወታ ማለት እዩ ኣብዛ ዓለም እዚኣ እቲ ትደልዮ ወዲ ተባዕታይ ንዓኣ ፊዚካሊ ድዩ ብኹሉ ፋይናንሻል እዩ ኣትራክት ዝገብራ ወዲ ተባዕታይ ክሳብ ትረክብ ነብሳ ግራውንድድ ጌራ እንታይ ትገብር ሂወታ እንዳማሓየሸት ትጸንሕ ክሳብ ዝመጸ ትመጽ ኖት ተኾርምያ ትጸንሕ ኖት በቃ ኣበይ ኣሎ ወዲ ተባዕታይ ኣበይ ኣሎ ወዲ ንዓይ በቃ እንዳበለት ኣይኮነትን ትደሊ እንታይ ደኣ ቢዚኣ ሂወታ ግራውንድድ ጌራ ሂወታ ቆርጥጥ ኣቢላ ብትምህርቲያ ብትምህርቲ ድያ ከተማሓየሽ ንነብሳ ክሳብ እቲ ንዓኣ ዝረክባ ትረክብ ወዲ ተባዕታይ ፋይናንሻል ድያ ኢሞሽናል ድያ ፊዚካል ድያ ኩሉ እንታይ ትገብር ትዳሎ ማለት እዩ ምክንያቱ እዚኣ ሃይ ቫልዩ ትበሃል ጓል ንሰይቲ እንታይ እያ ትገብር መሲልኩም ንሳ ጥራሕ ኣይኮነትን ሃይ ቫልዩ ኮይና ትሓስባ ንነብሳ እቲ ናብኣ ዝመጽእ ወዲ ተባዕታይ ከዓ ሃይ ቫልዩ ከምቲ ናታ ስታንዳር ማች ክገብር ስለ ዘለዎ እንታይ ትገብር ኣይትሃንን እያ ሓንቲ ምሕረት ሓንቲ ሰምሃር ሓንቲ ትብለጽ ስለ ዝተመርዓወት ንሳ ከኣ ሓደ ገርፋፍ መጺኡ ስለ ዝሓተታ ኣይትምርዓውን እያ ብመርዓ ቆልዓ ምውላድ ገለ ኣይትድነቕን እያ እንታይ እያ ትድነቕ እዛ ሰብ እዚኣ ከምቲ ትደልዮ ናብራ ከምቲ ትደልዮ ዓይነት ወዲ ተባዕታይ ናብ ሂወታ ክትስሕብ እያ ደኣ ትጽዕር እምበር ንሓንቲ ጎረቤታ ንሓንቲ ወዲ መተዓብይታ ብከምኡ ስለ ዝገበረት ከምኡ ኢላ ኣይትሓስብን እያ ናይ ሰብ ኮፒ ኣይትገብርን እያ ታይ ድያ ኮፒ ትገብር ንነብሳ እያ ኮፒ ትገብር እዛ ልበይ ከመይ ከመይ እያ ትደሊ እዛ ነብሰይ ከመይ እያ ትደሊ ከመይ ዓይነት ናብራ እዩ ዘቅንኣ ኣብዚ ዓለም ኢላ ትብል ሓዳርን ናብራን ዘይኮነ ቀንዲ ዘገድስ ኣብዚ ዓለም ሰላም ነዚ ወዲ ተባዕታይ እቲ ተመርዒዓቶ ጽባሕ ንግሆ ሰላም ይህባ ድዩ እትዮም ካብቲ ወዲ ተባዕታይ ተፍርዮም ቆልዑ ከመይ ሰላም ጌሩ ከንብሮም ይኽእል ድዩ እዚ ሰብ እዚኸ ኣነኸ ተመርዔዮ ብኹሉ ነገር ኢሞሽናሊ ኢሞሽናሊ እዚኸ ሰብ እዚኸ ቡሱል ድዩ ገንዘብከ ከእቱ እኹል ዝኾነ ነገር እንድሕር ኮይነ ኣነ ስራሕ እንድሕር ገዲፈዮ ንኹላትና ክኽእለና ይኽእል ድዩ ኢሞሽናሊ እዚ ሰብዚ ዝበሰለ ድዩ እእምሮኡ ምኽንያቱ እንድሕር ዘይበሰለ ኮይኑ ንዓኣ ኮነ ንደቃ ኮነ ዲስትሮይ ስለ ዝገብሮም ልዕሊ ኩሉ ኢሞሽናሊ እዚ ሰብ እዚ እንታይ ዝበሰለ ሰብ ድዩ ኢላ ትሓስብ ስለዚ እዚኦም ከምዚኦም ዓይነት ዝብሉ ሰባት ኣይትእመንዮም ሓቢብቲ መልክዕ ብዘይገድስ ትርኢት ብዘይገድስ ጠባይ እምበር ብጠባይ ክዝምርዐወኪ ወዲ ተባዕታይ ከምቲ ትደልዮ ወዲ ተባዕታይ ኣይኮነን ብጠባይካ ዝምርዐወካ ብጠባይኪ ዝምርዐወኪ ወዲ ተባዕታይ ከመይ መሲልኪ ጠባይ ዘለኪ ምንም ነገር በቃ ብፍቕሪ ዘይኮነ ኣፍቂርኪ ዘይኮነ ዝመፅእ ዘሎ በቃ ክትስንክትሉ ከዳሚት ክትኮንሉ ገለ እዩ ብጠባይኪ ዝምርዐውኪ እቲ ናይ ብሓቂ ግን እቲ ናይ ብሓቂ ዝፈትወኪ ናይ ብሓቂ ክከናኸነኪ ዝደሊ ወዲ ተባዕታይ ግን መልክዕ ክርእዩ ኣቃውማ ክርእዩ ከመይ ቅርፂ ክርእዩ ከመይ ጨጉርኺ ከመይ ኢንጀነራል ማለት እዩ ከመይ ክንስኺ ንነብስኺ ቴክር ትገብሪ ሪኡ እዩ ዝምርዖ ወኪ እቲ ናይ ብሓቂ ሃይ ቫሊው ዝወዲ ዝበሃል ወዲ ተባዕታይ ማለት እዩ ሓደ ሳክት ግን በቃ ክትስንክትሉ ክትወልድሉ ከም ላሕሚ ሰለስተ ኣርባዕተ ክትፈርይሉ ገለ ዝደሊ ወዲ ተባዕታይ ክኸመይ ንስኽስ በቃ ጠባይኪ ጥራሕ እሺ ኢልኪ ትግዝእ ጥራሕ ኹን እምበር መልክዕኪ ንዕኡ ብዘይገድስ ማለት እዩ ምክንያቱ ኣብ ገዛኪ ውዒልኪ ሓዲርኪ ሒዙክውን ናብ ሬስቶራንት ኣይከይድን እዩ ስለዚ ፀቢቅኪ ፀቢቅኪ ብዘየገድስ ናይ ገዛ ኢኪ ንስኪ ናይ ገዛ ኢኪ ስለዚ ናይ ገዛ ሰራሕተኛ ትፀብቅ ኣይትፀብቅ ብዘይገድስ ሰራሕተኛ ሲ ፅብቅቲ እያ ብመልክዓ ኢልካ ኣይኮንካን ተምፅእ ሓቀይ ሰራሕተኛ ብመልክዓ ዘይኮንካ መሪፅካ ተምፃእ እንታይ ከመይ እያ ወሓለ ድያ እንጀራ ትስንክት ድያ ገለመለ ፀብሒ በብዓይነቱ ትሰርሕ ድያ ጠባይ ኣለዋ ድዩ እሺ ኢላ ተገዚኣ ትኸይድ እያ ኢኻ ኢልካ ተምፅኣ ንሰራሕተኛ ሓቀይ ዶ ስለዚ ናይ ብሓቂ ሰበይቱ ኣብ ጎኑ ሒዝኪ ዝኾርዕ ናብ ዝኾነ ዝኸዶ ሒዝኪ ዝኸይድ ቬኬሽን ዝው- ዝወስደኪ ድዩ ናብ ፅቡቅ ቦታታት ድዩ በቃ ቀያይርኪ ገለ መለታት ሒዝኪ ዝኸይድ ወዲ ተባዕታይ ግን ጠባያ ጥራሕ እምበር መልክዓ ዋላ ትሕቱም ሰብ ኣይብልን እዩ ኣይብልን እዩ እቲ ዝገዝእ ወዲ ተባዕታይ እቲ በቃ ዋላ ሓንቲ ሂወት ዘይብሉ እቲ በቃ ንስኺ በቃ ቀይሕን ጸልምን ሰሪሒ ክብልዕ እዮ እምበር ብዘይገድስ ከመይ ክትመስሊ ብዘይገድስ ዝብል ኣነ እንታይ ዓይነት ናብራ ኣነ ከምዚ ዓይነት ትብላ ደቂ ኣንስትዮ ነዚ ቪድዮ ኣይምልከተክን ይብለክን ኣለኹ ከምዚ ዓይነት ትብላ ከምኡ ክትብላ ትኽእላ ኢኽን ኢትስ ኣፕ ቱ ዩ ግን ነዚኤን ሃይ ዝበሃል ሃይ ቫልዩ ዝበሃላ ደቂ ኣንስትዮ ጽቡቕ ኣተወዳት ትምነያ ደቂ ኣንስትዮ መልክዖም ድዩ ነብሶም ድዩ ገንዘቦም ድዩ በቃ in general ኣብዛ ዓለም ፈጨጭ ኢሎም በቃ ጸርዮም መን ከማይ ኣይተንክፉን ኢሎም ዝኸዱ ወዲ ተባዕቶ ደቂ ተባዕትዮ attract ትገብራ እንድሕር ኮንክን ግን you have to like that too you have to be like that too ስለዚ ነዚ እየ ኢለክን ከዓ ኩሉ ግዜ እዚኦም ከምዚኦም ዓይነት ደቂ ተባዕትዮ ኩሉ ግዜ ነብሳ ትከናኸን ልዕሊ ኩሉ ማለት እዩ ልዕሊ ኩሉ ኣነ ብዘይገድስ ሓደ ወዲ ተባዕታይ ኣነ ሕጂ ብጓል ክርእዮ ከለኹ ሓደ ወዲ ተባዕታይ ብዘይገድስ ሚልዮን ዶላር ይሃልዎ ዋላ ጠባዩ ንምንታይ ቅዱስ ምንኪኤል ይኹን ዋላ እዝጋብሄር ይምሰል ጠባዩ ብዘይገድስ ንዓይ ግን እዚኦም ኣዒንተይ ትርእይዎም ኣለኹም እዚኦም ኣዒንተይ ማለት እዩ ኣትራክት እንድሕር ዘይጌርኒ ንዕኡሲ ፊዚካሊ እንድሕር ኣትራክት እንድሕር ኮይኑ ዘይኮይነ ወዲ ተባዕታይ ብዘይገድስ ጠባዩ ብዘይገድስ ከመይ እዩ ኣየቕርቦን እየ ናብ ሂወተይ ጠቕላላ። ምክንያቱ ሰብ ኮም ኣነ ኣይኮንኩን ዝሕጊ ውፅኤዮ ኢን ጀነራል ሰብ ነብስኻ ተልዒልካ እዩ ዝፈትወካ ማለት እዩ ነብስኻ ተልዒልካ እዩ ዘኽብረካ ኣነ ጥራሕ ዘ- ኣነ ዘውፃኽዎ ሕጊ ይኮነን ንዓይ ኣብዚ መፂኹም ክስታይ ከይትገብሩኒ ኣነ ዘውፃኽዎ ሕጊ ይኮነን ሰብ ነብሱ እንድሕረ ኢን ጀነራል ማለት ብመርዓ ብገለገለ ዘይኮነ ኢን ጀነራል ብወድን ጓልን ዘይኮነ ሰብ ነብስኻ እንድሕር ኣልዒልካ ነብስኻ እንድሕር ትሪት ጌርካ እዩ ሰብ ጽቡቅ ጌሩ ትሪት ዝገብረካ ማለት እዩ this is the reality ኣብዛ ዓለም ንነብሩ ዘለና this is the reality እንድሕር ሓንቲ ገርፈጥ መሲልካ ወዲ ዲኻ ሰብኣይ ዲኻ ዋላ ብዘይ ገድስ ነዚ ቪድዮ ትሪኦ ዘለኹም ማለት እዩ ነብስኹም ዘይተልዕሉ እንድሕር ኮንኩም ነብስኹም ዘይትጸርዩ እንድሕር ኮንኩም ነብስኹም ቴክ ኬር ዘይትገብሩ እንድሕር ኮንኩም ይብለኩም ኣለኹ እዚ ብዛ ዓለም ዘሎ ህዝቢ ዲፍረንት ገይሩ እዩ ትሪት ዝገብረኩም ሕማቅ ገይሩ እዩ ትሪት ዝገብረኩም ንብስኹም ትፈልጡ ኮንፊደንስ ዘለኩም ሰባት ንብስኹም ትፈትዉ ኩሉ ነገር ነብስኹም ተልዕሉ ኢንጀነራል እንድሕር ኮንኩም ብደገ ኣትራክቲቭ እንድሕር ኮንኩም ዋላ ድሓን ኣትራክቲቭ ኣይትኾኑ ዋላ ክፉኣት ኮኑ ብዘይገድስ ግን ጥዑም ጨና ትጨኑ ፅቡቅ ክዳውንቲ ትኽደኑ ሓቀይ ኤቭሪ ሲንግል ደይ ናብ ትኸድዎ ቦታ ሽዑ ትብ ትብል ነይራ ክትብሉ ኢኹም እቲ ሪስፔክ ኣብ ልዕሊኹም ዝነበሮ ሰብ ካብዚ ናብ ላዕሊ ጠፈር እዩ ዝድይብ ማለት እዩ ስለዚ this is the reality humo human beings ኮምኡ ኢና ንሕና ደቂ ሰባት ንበሃል ኮምኡ ኢና ንደ ንሰብ ብደጊኡ ሪኢና ኢና ጽቡቅ ጌርና ትሪት ንገብሮ ጽቡቅ እንድሕር ተራይ ጽቡቅ ጌርና ትሪት ንገብሮ ሕማቅ ወጀብጀብ እንድሕር ኢሉኸ ሕማቅ ጌርና ትሪት ንገብሮ this is the reality ኣነ የውጻኹውን እዚ ሕጊ እዚ ናይ ሰባት reality እዩ ማለት ስለዚ ካብቲ reality ንክትሃድምልኩም ከኣ ኮምፕሌን ኣይትግበሩ ኦው መልክዕ ደኣ በዘይገድስ ሓደ ሰብ ቁም ነገር ኦኬ ከምኡ ዓይነት ሜንታሊቲ ተልዩኩም ኪዱ ደሓን ግበርዎ ግን ኣነ ዝነግረኩም ዘለኹ ግን the reality of life ውሰድዎ ግደፍዎ ብዘይገድስ ማለት እዩ እቲ ነብሱ ክቕይር ዝሓስብ ሰብ እቲ ብዛዕባ ክብረትን ገለን ዝግደስ ሰብ እዩ ነዚ ዘረባ ዝሰምዑ ማለት እዩ እቶም ዘይሰምዕዎ ብዘይገድስ ማለት እዩ ስለዚ ብፍላይ ስፔሻሊ ይብለክን ኣለኹ ንደቂ ኣንስትዮ ብፍላይ ደቂ ኣንስትዮ ይብለክን ኣለኹ ሓደ ዓፋፍ መፂኡ ክምርዓወኪ እየ ስለ ዝበለኪ ኣይትመርዓወ ፕሊስ ንስኺ ላሕሚ ወይ ላም ኣይኮንክን ንስኺ ዘዋፀኪ ንዓኺ ዘኽብረኪ ንሱ እውን ማለት እዩ ኣነ ዝብል ዘለኹ ነዘን ደቂ ኣንስትዮ ስፐሲፊክሊ ነዚኤን ብጣዕሚ ሴክሲ ዝኾነ ወዲ ተባዕታይ ትደልያ እንድሕር ኮይንክን ማለት እዩ ከምዚ ብጣዕሚ ሴክሲ ዝኾነ ወዲ ተባዕታይ ኣትራክቲቭ ዝኾነ ወዲ ተባዕታይ ፋይናንሻሊ ገንዘቡን ገለመሊኡን ዘናጥ ዝኾነ ወዲ ተባዕታይ ንትደልያ ደቂ ኣንስትዮ እያ ዝዛረብ ዘለኹ ኖት ኖ ንኹለን ንኹለን ኣይኮንክን ዝዛረብ ዘለኹ ነዚኤን ከምዚኤን ዓይነት ትደልያ ደቂ ተባዕትዮ ደቂ ኣንስትዮ ማለት እዩ መጀመርያ ኣብ ነብስክን ክትሰርሓ ኣለክን ኩሉ ካብ ነብስካ እዩ ዝጅምር ሓቢብቲ ኮፍ ኢልኪ በቃ ጥስጢ ሙሉእ እንዳበላዕኪ ኣነ ከምዚ እየ ዝደሊ ተልኪ ኣይሰርሕን እዩ ስለዚ ንነብስኪ ከኣ እንታይ ንነብስኪ መዓልታዊ ማለት እዩ ሰብ ይሃሉ ኣይሃሉ ኣብ ገዛኪ ፕራክቲስ ክትገብሪ ኣለኪ let's say ደሓን ንኣብነት ንበሎ ሕጂ ወጀብጀብጀብ እንድሕር ኢልኪ ኦ ደሓን በቃ ኣነስ በቃ ከምዚ እየ ዝደሊ ኢልኪ ስቅልኪ ወጀብጀብ ኢልኪ እንድሕር ትድቅሲ እንድሕር ኮንኪ ጽባሕ ንጎህ let's say ማለት ኩሉ ነገር ልምዲ እዩ ኩሉ ነገር ልምዲ እዩ ሓቢብቲ። ንስኺ ምናልባት ነዚ ወዲ ተባዕታይ ሕጂ ብትላለዮ ትሓስቢ ዘለኺ ጽቡቕ ስእሊ ተሳኢልኪ ትሰድሉ ትኾን ሓቂ ዶ? ምናልባት ኣብቲ ኣብ ሓዳር ተኣቲኻ ግን it's different story። ጽባሕ ንግሆ ኣብ ሓዳር ኣቲኺ ምዚ ወዲ ተባዕታይሲ እንታይ ዓይነት እዩ እቲ ናብራኺ ከመይ ኢኺ ንስኺ ከም ሰብ ንሰብ ኢልኪ ዲኺ ገዛ ክተላዕልዮ ወይስ ንባዕልኺ ኢልኪ ኢኺ ገዛ ክተላዕልዮ? ኣብ ገዛኺ መጺኡ ሰብ ሃንደበት ከመይ ይረኽቦ ገዛኺ? ንሰብ ኢልኪ ዲኺ ገዛኺ ሸበድበድ ኢልኪ ሰብ ተዓዲምኪ ዲኺ ገዛኺ ተላዕልዮ ዋላስ ሰብ ከየለ ከሎ ንነብስኺ ቴኬር ትገብሪኺ መጀመርያ መንነት ናትክን ክትፈልጣ ኣለክን ከመይ ኢኽን መንነትክን ሰብ ዘየሎ ከሎ ኣብ ገዛኽን ከመይ ዓይነት ሰብ ኢኽን ንስኽን ገዛኽን ፅሩይ ድዩ ሰብ ዘየሎ ከሎ ኣብ ገዛኽን ሻወር ትገብራ ዶ ኤቭሪ ሲንግል ደይ ሰብ ዘየሎ ከለኹ ስለዚ እቲ ሃቢት ማለት እዩ ካብ ካብ ባዕልኻ እዩ ዝጅምር ካብ ባዕልኻ ጽባሕ ንጎ ሃይ ወ- በቃ ኣነስ በቃ ኸ- ሃይ ቫልዩ ወዲ ተባዕታይ እዩ ዝደሊ በቃ ከምዚ ጽሩይ በቃ ሽኮሪና ወዲ ተባዕታይ ገለመለ እዩ ዝደሊ ትብላ ጽባሕ ንጎ እቲ ወዲ ተባዕታይ ድሓን ለትሰይ ድሓን ኣብ ዕርክነት ንበሎ ሰለስተ ኣርባዕተ መዓልቲ ምሳኺ ቀንዩ ንበሎ እቶም ደቂ ተባዕትዮ እውን እኮ ደናቑር ኣይኮኑ ዓያሹ ይኮኑ ንስኺ ገርፈጥ እንድሕር ኮንኪ ንስኺ መልክዕ ጥራሕ ኣይኮንኩን ዝብ ዘሎ ኩሉ ገዛኽን ገለመሌኽን ኩሉ ክትፀርያ ክትክእል ኣለክን ቅድሚ ንወዲ ምድላይክን ንባዕልኽን ንነብስኽን ሬዲ ክትገብራ ኣለክን ንሪለሽንሽፕ ሃይ ኳሊቲ ወዲ ተባዕታይ እንድሕር ደሊኽን ሬዲ ክትገብራ ኣለክን ንነብስኽን ደጋዊ ኣብ ገዛኽን ጀሚሩ ኣመጋግባኽን ጀሚሩ ኣዘራርባኽን ኣጀሚሩ ኣከዳድናኽን ኩሉ ማለት እዩ ሬዲ ክትገብርኣ ክትከ ንመን ኢኽን ሬዲ ትገብርኣ ንቲ መጀመርያ ንነብስኽን ማለት እዩ መጀመርያ ንነብስኽን ሬዲ ትገብራ ሽዑ እቲ ደሊኽንኦ ዘለኽን ዓይነት ሰብ ኢልክን ክትሓስብ ኣለክን ፅባሕ ንግበሪ ሲ ደሓን እስከ ይመርዓወኪ ንበሎ ሓቀይ እዚ ፅቡቅ ወዲ ተባዕታይ ሲ በቃ ጥዒቲ መሲልዎ ብጣዕሚ ንስኺ ሲ ስነ ስርዓት ዘለኪ ገዛኺ ፅፉፍ ገለመለ ኩሉ መሲልዎ ይመርዓውካ ሓቀይ ካብ ሕፅነት ምስ ወዳእኹም ግን እቲ ኖርማል ሪያሊቲ ላይፍ ክትነብሩ ምስ ጀመርኩም እቲ ናይ ብሓቂ መንነትኪ ሽዑ ዝወፅእ ሽዑ ይፈትሓኪ ሓቢብቲ ይፈትሓኪ ሓንቲ ገርፈጥ እንድሕር ኮንኪ ሓንቲ ረሳሕ እንድሕር ኮንኪ ነብስኪ ተልዕሊ ስቅ ኢልኪ በቃ እንድሕር ኮንኪ ይፈትሐኪ ሓቀይ ዶ ስለዚ መጀመርያ ፕሪፐር ክትገብራ ኣለክን ንነብስክን ፕሪፐር ክትገብራ ኣለክን ልክዕ ከም ትደልክንኦ ዘለክን ሰብ ንስክን ከዓ ቅድሚ ንዕኡ ምርካብክን ቅድሚ ምስቲ ሰብ ምልላይክን ማለት እዩ መጀመርያ ንስክን ትፈትውኣ ከምቲ ንስክን ትፈትውኣ ዓይነት ጓል ኣንስተይቲ ንስክን ክትኮና ኣለክን ከምቲ እዚ ወዲ እዚስ በቃ ትግቦያ እዛ ጓል ኣንስተይቲ ዝብላ ጓል ኣንስተይቲ ከምኡ ኢኽን ክትኮና ዘለክን ማለት እዩ ኖት ገርፋጥ ስለዚ ኩሉ ብኩሉ እዩ ዝሰርሕ ስለዚ ኣብዚኣ ክልተ ሽሕን ዕስራን ሽዱሽተን ማለት እዩ ከምዚ ዓይነት ትደልያ ደቂ ተባዕትዮ ደቂ ኣንስትዮ እንድሕር ኣለኽን ሓደሽቲ ተኾንክን ነዚ ቪድዮ ሳብስክራይብ ግበራ ምክንያቱ we gonna be attract we gonna be attract the main thing we like in 2026 ስለዚ ሰዓባ ሄር ሓፍትኽን ኣነ እውን ኣብየ ዘለኹ ኣነ እውን ኣብየ ዘለኹ ምሳኽን ክልተ ሽሕን ዕስራን ሽዱሽተን እቲ ደስ ዝበለና ወዲ ተባዕታይና ነብል እምበር ዓፍሽ መፍጭ በቃ መፅዮም በቃ ተመርዓውኒ ስለ ዝበሉኻ ዓፍሽ መፍሽ መፅዮም ስለ ዝሓተቱኻ ስለ ወዲ ኢልና ኣይንምርዓውን ኢና ሓቀይ ዶ ስለዚ ከምዚ ዓይነት መንታሊቲ ዘለክን ደቂ ተባዕትዮ እንድሕር ኣለኽ ደቂ ኣንስትዮ እንድሕር ኣለኽን ሳብስክራይብ ግበራ ላይክ ግበራ ነዚ ቪድዮ